ዓርኪ ኣለኪ ዶ ወይስ በዓልቲ ሓዳር ኢኺ ሓቂ ተዛረቢ ይብለኒ ኣሎ። እዋይ ካብ ደርፊ ሓንቲ ተልኩምኒ ግን ክፍትነልኩም ዶ መለይ ክፍትነልኩም እየ ክንደይ ዕድሜኺ ክንደይ ድገበርኩ መስል ወደይ ኣቲ ወደበ ሽኮር ረብስ ሓደ መዓልቲ ዶ ኣደንጊጽኪ ይፈልጥ። ንስኻ ትፈልጥ ናይ ጽባሕ ኣምላኸይ ናባኻየ ዘምጽኡ ዘለኒ ጭንቀተይ ማዕረ ክንደይ ዋጋ ከፊላ ከም ዝዕበየትኒ ሕጂ ተረዲኒ

እምበኣር ንሎሚ ኣብ ሰሰን ኢንተርተይመንት ህዝቢ ንዘቕረበለይ ሕቶ ክምልስ መጽየ ኣለኹ። ነቲ ህዝቢ ዘቕረበለይ ሕቶ ከኣ ብግሉጽነት ክምልስ በዚ ኣጋጣሚ ቃል እኣቱ። ናብ ሕቶይ ክኸይድ። ቀዳመይቲ ትሕቶ ዘላ ወደብ መን እያ ብሰለስተ ቃላት ግለጽያ ይብለኒ ኣሎ። ወደብ ገርያ ሕውስትያ ኣብ ዝኣመነትሉ ነገርካ ንድሕሪት ዘይትብል ወደብ ሽኮር ኬፍ ዘለኪ ናብ ስደት ካብ ትወፅኢ ክንደይ ጌርኪ ካብ ቲፎዞኺ እየ ፅብቕቲ ኢኺ ውሽጥኺ ከም መልክዕኺ ክኸውን ተስፋ ይገብር ዋይ ፍረ ሰላም ገብረ ብጣዕሚ የቕኒለ ኣኽቢድካልያ ኣለኻ መስለኒ ኢንወይ ግን ስደት ካብ ድወፅእ ካብ ኤርትራ ክልተ ዓመት ዓመትን ገለን ጌረ ኣለኹ። እንቋዕ ደሓን መጻኺ ወደቢኖ ምሳቅ ካብ ድሌት ድዩ ዋላስ ትምህርቲ ኢኺ ኣቲኽዮ ጽቡቅ ኢኺ ትላበስዮ ኣጀኺ ቀጽልዮ ይብለኒ ኣሎ መጀመርያ ስለቲ ሞራልካ ብጣዕሚ የቀኔለይ ስነ ጥበብ ከኣ ብትምህርቲ እየ ኣትዮ ብትምህርቲ ኣትየ ክብል ናይ ወዲ ኳዳ ተማሃሪት ነይረ ከምቲ ኩሉ ሰብ ሰለስተ ዓመት ተማሂሩ ዝወድእዎ እኳ ኣይወዳእክዎን ግን ኦረዲ መጀመርያ ብትምህርቲ ክኣትዎ ኣለኒ ስለ ዝበልኩ ግን ትምህርቲ ንእሽተይ ወሲደ ኣይወዳእኳን ግን ኣይቀጸልኳን ሃይ ወደብ ከምቲ ኣብ ፊልም ትሰርሕዮ ድዩ ህይወትኪ ኣይኮነን ክኸውን እውን ኣይክእልን እዩ ምክንያቱ ወደብ ካልያ፣ እቲ ዝወሃባ ካራክተር ከኣ ካልያ። ነቲ ዝተዋህባ ካራክተር ክትላበሶ ትጽዕርያ እምበር ከምኡ ኣይኮነን። ማለት ከምዚ ዝተፈላለየ ዓይነት ካራክተር ኢኻ ትወሃብ። ሓደ ሓደ ግዜ ለባም ኮንካ ክትሰርሕ ትኽእል፣ ከም ሓንቲ ኣመንዝራ ኮንካ ውን ክትሰርሕ ትኽእል። ኣመንዝራ ኮይነ ስለ ዝሰራሕኩ ግን ኣብ ህይወተይ ኣመንዝራ ማለት ኣይኮንኩን። ወይ ዓሻ ኮይነ ተሰሪሐ ከኣ ኣብቲ ሪል ህይወተይ ከኣ ዓሻ ማለት ኣይኮነን። ስለዚ ኣይኮነትን ኣብ ኣብቲ ፊልምን ኣብ ህይወታን በበይኑ እዩ ሃይ ወደብ ንፍዕቲ ተዋሳኢት ኢኺ ቀጽልዮ የቐኔለይ ሕቶይ ተዋስኦ መዓስን ኣበይን ጀሚርክዮ ካልእቲ ሕቶ ካልእ ሞያ ኣለኪ ዶ ተዋሳኢት ተዘይትኾንኸ እንታይ ምኾንኪ ሄርሞን ስዩም መጀመርያ ቴንኪዩ ሄራ ሓወይ ስለቲ ተገዲስካ ኮመንት ወይ ድማ ዝተራእየካ ሕቶ ምጽሓፍካ ናብ ቀዳመይቲ ሕቶይ ክምለስ ኣበይ ጀሚርኬ ትብል ኣብ ኤርትራ እየ ጀሚረዮ ግን ኣይቀጸልኮን ማለት ኣብ ባህላዊ ጉዳያት ጀሚረ ነይረ መጀመርያ ናይ ኣርት ግን ወይ ካሜራ ዝረኣኹሉ ግን ኣብ ኣስመራ እዩ ካልእ ሞያ ኣለኪ ድዩ ትብል ከዓ ከምዚ ናተይ ዝብሎ ሞያ እኮ ተዘይሃለወ ግን ከምዚ ናይ ሜክኣፕ ወይ ስነ ፅባቅ ፀጉሪ ርእሲ ከለካ ይፍትን እየ ተዋሳኢት ተዘይኮን ከዓ ከምኡ ምኮንኩ ወይ ሜክኣፒስት ምኮንኩ ነይረ ወይ መሻጢት ምኮንኩ ኣብ ድራማ ከመይ ኮንክ ከተዋስእ ትደሊ ከም ኣክተር ዶ ወይሲ ዳይሬክተር ኮንክ ክሰርሕ ደስ ይብለኪ ብስነ ጥበብ ኣለኒ ሎም ዋይ ማለት ከምዚ ዘይፈተንኮ ነገር ክፍትን ብጣዕሚ እየ ዝደሊ ኣክተር ዶ ዳይሬክተር ዝበልካትና ክሳብ ሕጂ እኳ ከም ኣክተር እየ ዘለኹ ዳይሬክተር ከዓ ዳይሬክት ምግባር ብጣዕሚ ይፈቱ እየ ብዓቕመይ እውን ገለ ዝመፀለይ ሓሳብ ወይ ኣብ ድኾነ ሰብ እንዳሰርሐ ከሎ ከምዚ ምሽ ዝረኣየካ ወይ ዝመፀለይ ሓሳባት ኣሎ ብፍሉይ ግን ከምዚ ዳይሬክተር ክብል ኣይከልኒ ክሳብ ሕጂ ኣክተር እየ ዘሎ ብመጀመርታ ዕድመን ጥዕናን ይሃብኪ ወደበይ Thank you and ኣሜን ከኣ። ቀጺለ ክብለኪ ዝደሊ ትፈትውዮ ደራፋይ ናይ ሃገርና መን እዩ? ካብ ናቱ ደርፊ ከኣ ንእሽተይ ኣስምዕና የቀንየለይ። ዝፈትዎ ናይ ሃገርና ደራፋይ ሓፈሻዊ ኩሎም ስነ ጥበበዩና ናይ ሃገርና ብጣዕሚ እየ ዘድንቆም ብጣዕሚ እየ ዝፈትዎም ኩሎም ነናቶም ብልጫ ኣለዎም። ግን ብፍሉይ ከኣ ከምዚ ዘስተማቕሮ ደርፍታቱ ካብቶም ዓበይቲ ዝብሎ ናይ ኣብርሃም ኣፈርቂ ኣብርሃም ኣፈርቂ ብጣዕሚ እየ ዝፈትዎ ካብ መጠን ንላዕሊ ማለት እዩ ድፈትዎ ደርፊ ናቱ ከዓ ብፍሉይ ማለት እዩ ኩሉ ደርፍታቱ ናይ ኣብርሃም ኣፈርቂ ብጣዕሚ ጥዑም ኣብ ነፍሲ ወከፍ መንእሰይ ወይ ኣብ ነፍሲ ወከፍ ኤርትራዊት ዝታደይ ብሉ የለን ብፍሉይ ንዓይ ከዓ ከምዚ እንታይ ዝበሃል ድገብራ ከዓ ትምኒተይን መለይን ድብላ ደርፍታት እየን ብፍሉይ ዝዝክረን ማለት እዩ። እዋይ ካብ ደርፊ ሓንቲ ተልኩምኒ ግን ክፍትነልኩም ዶ መለይ ክፍትነልኩም እዩ።

ጣዕመይ ፈቲነ ኣለኹ። ሰላም ወደብ ሓፍተይ ከመይ ውዒልኪ ሰላም ክትህልዊ ተስፋ ይገብር ናብ ሕቶታተይ ክኣቱ ብለኒ ኣሎ ሰላምካ ይብዛሕ ሓራይ ቀዳመይቲ ሕቶ ክንደይ ዕድሜኺ እንዴት ገበርኩ መስል ወደ ዕድመይ ሕጂ ዕስራን ሰለስተን ገይረ ኣለኹ ሓንቲ ደርፊ እባ ድረፍለይ። ኣጋጣሚ እታ ዝደርፍ ዝፈትዋ ደርፊ ናይ ኣብርሃም ኣፈርቂ መለይ ደርፊያ እየ። ቀዳመይቲ ስራሕኺ እንታይ ትብል ነይራ? እዋይ ቀዳመይቲ ስራሐይ ኣብ ኣስመራ ማለት እዩ ከምቲ ዝበልኩም ኣቐዲመ ኣብቲ መጀመርታ ትምህርቲ ናይ ወዲ ዃዳ ዝጀመርክሉ ናይ ወግዒ ፍስሓጼን ሓንቲ ፊልም ነይራ ብዝኾነ ምኽንያት ኣይቀጸልክዋን ናይ መጀመርታ ስርሐይ ግን ንሳ እያ ኣባይ ክሰርሕ ሓሲበ ኦረዲ ትሬይን ገይረ ገለ ኣይ ኣይተ ማለት ኣይቀጸልክዋን ግን ብድሕሪኡ ግን እታ ናይ መጀመርታ ደሓን ተሰሪሓ ድወጸት ናይ ነሆም መስተ ክሊፕ እያ ሽገ ይሃቡኒ ንሳ እያ ሰርሐያ ብመጀመርያ ሰላም ንዓኺ ወደብ ሓቢብቲ Thank you የቐንየለይ ብምቕጻል ኣብ ዓለም ትፈትውዮ እንስሳ ኣለኪ ዶ እንታይ እዩ ዝፈትዎ እንስሳ ከልቢ እዩ ከልቢ ብጣዕሚ እየ ዝፈቱ ሰላም ወደብ ሽኮር ማራ እየ ዝፈትወኪ ኬፍ ዘለኪ ተዋሳኢት ኢኺ የቐንየለይ ኣብ ናይ ግሊ ሂወትኪ ከመይ ኢኺ ሃካይ ኮንኪ ኢኺ ትስምዕኒ እዚኣ ኣቐዲመ መሊሰያ እየ ማለት ከምቲ ፊልም ንሰርሖ ክንከውን ኣይንኽእልን ኢና ኩሉ ተዋሳኣይ ኣብ ካልእ ሂወቱ ካልእ እዩ ዝነብር ኣብ ፊልም ካልእ እዩ ኣብቲ ናይ ብሓቂ ሪል ሂወትካ ከኣ ካልእ እዩ ስለዚ ኣይኮንኩን ወደቤት ሽኮር እንቃዕ ብሰላም መጻኺ ማራየ ዝፈትወኪ ብፍላይ ኣብ ሞሲባ ዘለኪ ገጸ ባህሪ ቤላ ኢኺ ተምጽዮ ሶ ኣጀኺ ቀጽልዮ ይብለኒ ኣሎ ዓጀር መኮንን ብጣዕሚ ቴንኪዩ በተሓሳስባ ወደብ ሓንቲ ምልእቲ ጓል ወይ ወዲ ከመይ ክኾን ኣለዎ ትብሊ? እዋይ ሓፈሻዊ ክዛረብ ተኾይነ ማንም ሰብ ማለት እዩ ወዲ ይኹን ጓል መጀመርያ ፍርሃት እግዚኣብሔር ዘለዎ ክኾን ኣለዎ ካልኣይ ቅኑዕ ቅንዕና ዘለዎ ማለት ከምዚ ሓደ ሰብ ኣፉን ልቡን ሓደ ተኾይኑ እቲ ዝበለፀ እዩ ወላ ኣብ ጉዕዞ ሂወቱ ከዓ ደኾነ ነገር ሕማቅ ኣይጋጥሞን ይብል ኣነ ናተይ ትብልዮ ሙያ ኣለኪ ዶ? ናተይ ዝብሎ ሙያ ካብ ስነጥበብ ወፃኢ ከምቲ ኣንቶይ ዝበልክዎ እዩ ናይ ፀጉሪ ቤት ይፍትን እየ ከምዚ ናይ ምሻጥ ገለ በቃ ንሳ እያ እታ ዘላትኒ ሙያ ንሳ እያ ካብዞም ዝስዕቡ ሓደ ተምሃራይ ናይ ክቡር ባህር ስነጥበበና እስያስ ፀጋይ እቲ ሰብ መን እዩ ይብለኒ ኣሎ ዮናስ ጢኑ ዓወት ገብረጻድቕ ክብረት ኣማረ ኣማኑኤል ተኽለ። ዓወት ገብረጻድቕ እዩ ተማሃራይ ናይ እስያስ ጸጋይ ዋይ ሶሪ ዓወት ገብረጻድቕ እዩ ናይ ተማሃራይ ናይ ስነ ጥበብና እስያስ ጸጋይ ፍቓድ ክተኾይኑ ደስ ትብለኪ መዝሙር ከተስምዕኒ ምደለኹ ብለኒ ኣለው ንኽብረትካ ክብል ክዝምረልካ እየ ሓንቲ መዝሙር

ፍቃድካ ከምቲ ትብሎ ይኹን። ናይዛ ዝዘመርኩ እያ መስለኒ ሓንቲ ህያብ ግጥም ተዋሂባትኒ ኣላ ሰላም ክትህልዊ ተስፋ ይገብር ንዓኺ ክርኢ ተሓጒሰ ይሓድር ገጸ ባህሪ ክበሃል ኣባኺ ርእየዮ ኣጆኺ በርትዒ ንኹሉ ኣዕብዮ ወደብ ኢሎምኺ እቶም ስድራኺ ኣነ ከኣ ባሕሪ ኢለ ክሰምየኪ ቀዲሕኻ ዘይውዳእ ተውህቦ ኣለኪ ንስኺ ኢኺ ንሞሲባ ሞሲባ ዝገበርኪ ንፍዕቲ ተዋሳኢት ኢኺ ወደበይ ናይ ሎሚ ወደብ ናይ ጽባሕ ርምቃ ሃገረይ ብጣዕሚ ተገሪመ በቲ ትሰርሕዮ ማዕረ ማዕሪኡ ነቲ ዳሪክተር ኣድኒቀዮ ኩሕልቲ ዓይኒ ምልእቲ ፍጥረት ኣምላኽ ዓዲልኪ ብዘይ ሓደ ጉድለት ጽሪቲ ሓንጎል በዓልቲ ቁመና ኣምላኽ ይመስገን ንዓኺ ዝሃበና ኣዝየ ዘድንቀኪ ኣዝየ ዘድንቃ ንስኺ ኢኺ ቡዚሐ ዝጽበ ካባኺ ዝደለኽዮ እንተ ደሊኺ ጥበብ ሰሰን ይኹን ምርጫኺ። እዛ ሽልማተይ ክኣ ኣይተስተውሐ ድያ ኣብለኒ ኣሎ። ኢኖሚ ማራ እየ ዘሕቢ ብዙሕ እንድየ ክሓተኪ ሓሲበ ግን ይግጥመኪ እየ ቲቲ ማራ ስልችውቲ ስለዝኮንኪስ ከይሰልቸወኪ። እዋይ እንድዒ እንታይ እዩ
ዓርኩ ከመይ ተምሲ ሰናይ ድዩ ዝዓርኪ ከመይ ቡን ቡን ዳ ኣድሊስ ኦንላይን ዘይትእዝዝ ስርሖም ብጣዕሚ መፀፍፍ መዓት እዩ ኣብዚ ዓዲ ጥራሕ ዘይኮነስ ኣብ ሙሉእ ኤሮጳ እዮም ዝሰዱ
ሽታ ናይ ዘቡን ክክፀወረ ይከኣሉ ወረ ትምሩፅ ቡኑ
ፍቕረይ ኣብ ኣዲስ ኦንላይን ኩሉ ኣሎ ስለዚ ኩሉ ጠለባትና ካብ ኣዲስ ኦንላይን ይኹን ብርትዓዊ ዋጋ ኣብ ውሕዳት መዓልታት ድኻም ዘይብሉ ብ ገዛኻ
ኣዶሌስ ኦንላይን ሾው
ዋው እታ ዝፈትዋ ሰብ ኣነ ክሓታ ደልየ ደለኹ ቁመትኪ ክንደይ ትኾኒ ቴንክ ዩ ብለኒ ኣሎ ኤፍሬም ብርሃነ ቴንክ ዩ ኤፋር ሓወይ ቁመተይ ሜትሮን ስሳን እዩ ምናልባት ብዓይንኻ ሓፃር ወይ ነዋሕ ኮይነ ተተረኣየካ እንዲ ወደቢኖ ሽኮር ብጣዕሚ ጽቡቅ ስራሕ ክትሰርሒ ዘለኺ የቅኔለይ ኣብ ሂወትኪ ዝተሓጎስክላ ወይ ዝሓረቅክላ መዓልቲ ይብለኒ ኣሎ ዝሓረቅኩላ መዓልቲ ብፍሉይ ዝዝክራ የብለይ ግን ሓሪቀ ይፈልጥ እየ ወይ ካልእ ማለት ግን ኣይኮንኩን ሰብ እየ ግድን ክሓርቀ ወይ ዘሕርቀኒ ወይ ዘሕዝነኒ ኣጋጣሚ ኣሎ ናይ ግድን እዩ ብፍሉይ ግን እዚኣ ዝብላ የብለይን ሶሪ ዝተሓጎስክላ መዓልቲ ግን ንወደይ ዝወለድኩላ መዓልቲ በቃ ወደይ ዝሓቆፍኩላ መዓልቲ ብፍሉይ በቃ ናይ ሓጎስ ናይ ሓጎስ በዓልቲ እያ ናይ ብፍሉይ ክርሳዓ ዘይክእል ማለት እዩ ወደበይ ሽኮር ማራ እየ ዘድንቀኪ ክሉ ነገርኪ ደስ ትብሊ ሰሊና ፍትውይ የቀንየለይ ሰሊና ሓፍተይ። ብጣዕሚ የቀንየለይ ስለቲ ተገዳስነትኪ ስለቲ ሞራልኪ ኣድንቆትኪ ብጣዕሚ እየ ዘመስግነኪ ከምዚ ዓይነት ተመሳሳሊ ሕቶ ዝጸሓፍኩምለይ ወይ ኣድንቆት ወይ ሞራልኩም ከኣ በዚ ኣጋጣሚ ብጣዕሚ እየ ክምስግነኩም ዝደሊ ምሻሎ እንድዒ ኣነ ካብ ትጽቢተይ ንላዕሊ ሞራልኩም ኣይደኖ ወደቤት ሽኮር እዚ ተገዲስካ ትምልስለይ ይጽበየኪ ኩርምናዕ ወይ ሳዋ ወሪድኪ ዶ ነርኪ ካልኣይቲ ከኣ እንታይ ሃይማኖትኪ ተገዲስኪ መልስለይ ኣብ ስራሕኺ ኣሳልጦ ይምነየልኪ ትብለኒ ኣላ ናዝሬት እያሱ Thank you ናዙ ሓፍተይ ብጣዕሚ የቀንየለይ ክርሙን ዓኮ ኣይነበርኩን ሳዋ ግን ነይረ ዕስራን ሸሞንተን ዙርያ እንታይ እዩ ሃይማኖትኪ ተገዲስኪ መልስለይ ትብለኒ ዘለኻ ኦርቶዶክስ ተዋህዶ ብመጀመርያ ኣድኒቀ ዘይጸግባ ውልዶ ተዋሳኢት እንተሃሊኺ ንስኺ ኢኺ Thank you በዚ ኣጋጣሚ ኣድንቖተይ ክገልጸልኪ ዕድል ንዝሃቡኒ ሰሰን ኢንተርተይመንት ብልቢ የመስግኖም። ናብ ሕቶይ ክምለስ ዝብለኒ ኣሎ። Thank you ስለቲ ኣድንቖትካ። ወደበይ ትርፊ ተዋስኦ ግዜኺ ኣበይ ተሕልፍዮ? ትርፊ ስረሐይ ዝበዝሐ ግዜ ምስ ወደይ እየ ዘሕልፎ ኣብ ገዛይ ማለት እዩ። ካልኣይቲ ሕቶ ከዓ ከመይ ዓይነት መፅሓፍቲ ተንብቢ? መፅሓፍቲ ምንባብ ብጣዕሚ እየ ዝፈቱ ዝረኸብኮ የንብብ እየ ከምዚ ፊክሽን ምንባብ ብጣዕሚ እየ ዝፈቱ ባይብል ከዓ መፅሓፍ ቅዱስ ከዓ ብጣዕሚ እየ ዝፈቱ ብመጀመርያ ሰላምን ጥዕናን ይምነየልኪ ይብለኒ ኣሎ ኣሜን ትፈትውዮ ዓይነት መግቢ እንታይ እዩ ዝፈትዎ ዓይነት መግቢ ደሓን እየ ዝኾነ መግቢ ይጸልእን እየ ኣምዚ ኣየማርጽን እየ እውን ብዝያዳ ዝፈትዎ መግቢ ግን ሽሮ ብጣዕሚ እየ ዝፈቱ ብጣዕሚ ኣብ ዝኾነ ግዜ ክበልዓ ዝኽእል ምሻሎ ካልእ መግቢ እውን ይበልዐ የዘውትር እየ ብፍሉይ ግን ከም ዘይመንዎ ማለት እዩ ካልእ ሰብ ወላ ይብሎ ኾኑ ይመንዎ ክእል ኾኒ ኣነ ግን ሽሮ ኣይመንዋን እየ ብጣዕሚ እየ ሽሮ ከዓ ዝፈቱ ወደበይ ምቅርቲ እንቋ ድሓን መጻኺ ሰላምን ጥዕናን ይምነየልኪ ይብለኒ ኣሎ ቴንክ ዩ ብጣዕሚ ቴንክ ዩ ሰላምን ጥዕናን ምስ ተመነኽደይ ከዓ ኣሜን ብጣዕሚ እየ ዝመስግን ናብ ሕተይ ክኣቱ ሙሳ ኣብ ኤርትራ ዶ ይበልጽ ወይስ ኣብ ስደት እቲ ባይታ ናይ ሙሳኸ ኣብ ስደት ዶ ኣብ ኤርትራ ዕድል ትረክብ እወ ኣነ እኮ ሓቂ ትሓይሽ ከምቲ ዝበልኩኹም ኣብ ኤርትራ ከምዚ ብዙሕ ኣይሰራሕኹን ኣነ ከምቲ ዝበልኩኹም ናይ ወጊሕ ፍስሓጼን እየ ክጅምራ ሓሲበ እሳኻ ብዝኾነ ምኽንያት ኣይሰራሕኳን ወጼ ብዙሕሲ ከምዚ ማለት ክዛረብ ተኾይነስ ኣትሊስት ምሰራሕኻ ኣትሊስት ኣብ ኤርትራ ብዙሕ ሰርሐ እንተዝኸውን እወ ከምዚ ከምዚ ብልጭው ምበልኩ ግን ብዝያዳ ኣነ ኣብዚ እየ እንታይ ዝበሃል ገይረዮ ኣብ ኤርትራ እቲ ናይ እቲ ባይታ ወይ እቲ ዕድል ትረኽበሉ ትብል ዘለኻ ኣብ ኤርትራ ይበልጽ እብል ኣነ። ኣብዚ ውን ኣሎ እንድዩ ግን እቲ ሞር እንታይ ዝባሃል ትረክበሉ ከኣ ኣብ ኤርትራ እዩ ምክንያቱ ተመልሚልካ ድበዝሐ ሰብ ማለት እዩ ተመልሚሉ ተማሂሩ እዩ ዝኣትዎ ኣብ ኤርትራ ስለዚ ኣብ ኤርትራ ይበልጽ ብል ናይ ስራሕ ዕድል እንተልኩም ግን ናይ ስራሕ ዕድል ካብ ዝበልጽ ከምቲ ዝድለ ክትሰርሕ ትኽእል ኤንድ ብኹሉ ነገር ማለት እዩ በቲ ፋይናንሻል ወላ ብኹሉ ነገር ከወዳድሮ ተኾይነ ናይ ትምህርቲ ዕድል ወይ ናይ ናይ ስነ ጥበብ እንታይ ዝበሃል ባይታ ተኾይኑ ኣብ ኤርትራ እዩ ናይ ስራሕ ባይታ ተኾይኑ ከዓ ኢትዮጵያ እዩ ሶሪ እንድዒ እዛ ሕቶ ኣነፂረ መሊስያ ክኸውን ተስፋ ገብር ወደበይ ምቅርቲ እንቋዕ ደሓን መጻኺ እንቋዕ ደሓን ጸናሕኩም ሰላምን ጥዕናን ይምንየልኪ ብለኒ ኣሎ ኣሜን ንዓኻውን ሰላምን ጥዕናን ይምነየልኩም ክሳብ ሕጂ ክንደይ ዝኸውን ስራሕ ሰሪሕኺ ኣለኺ ካብቲ ዝሰራሕክዮ ስራሕ ከ ኣይነይቲ ብፍሉይ ተድንቕያ ወይ ትፈትውያ ኣብለኒ ኣሎ ክሳብ ሕጂ ተኸታታሊ ፊልም ሾርት ሙቪ ገለ ዓሰርተ ኸውን እዩ ብፍሉይ ተድንቕያ ከኣ ንኹሉ ስራሐይ ማለት እተን ዝሰራሕክወን የድንቐን እየ ይፈትወን እየ ምክንያቱ ርኤ ፈቴ ስለ ዝኣትዎ ወይ ስለ ዝሰርሖ ማለት እዩ ብፍሉይ ተልኩምኒ ግን ሞሲባ ብጣዕሚ እየ ዝፈትዋ ምክንያቱ ካብ ሰብ ብዙሕ ፊድባክ ረኪበላ እየ ካልኣይ ሞር ከዓኒ ወላ እኮ ብካልእ ኦት እንታይ ዝበሃል ዝፈልጠኒ እንተፀንሐ ከምቲ ከም ናይ ሞሲባ ግን ኣይኮነ ሞሲባ ብጣዕሚ ምስ ሰብ ኣላልያትኒ ማለት እዩ ስለዚ ብፍሉይ ዝፈትዋ ሞሲባ እያ ካልኣይ እቶም ምሳይ ዘሎም መሳርሕተይ ከዓ በዓል ዓወት ጢኑካ ብጣዕሚ ስለ ዝፈትዎም ይመስለኒ ብመጀመርታ ሰናይ ናይ ሕቶን መልስን ይግበረልኪ ሓንቲ ካብቶም ዝፈትዎምን ዘኽብሮምን መሳርሕተይ ኢኺ ዝያዳ ድማ ኣብ ናይ ውልቂ ሂወትኪ ጥራይ ስለ ትነብሪ የድንቐኪ ናብ ሕቶይ ክኣቱ ኣብ ስነ ጥበብ ናይ መወዳእታ ራኢኺ ወይ ዕላማኺ እንታይ እዩ ሓውኺ ሚሊ ማዓሾ። Thank you ሚሊ ሓወይ ተገዲስካ ሪኢቶኻ ወይ ኣድንቖትካ ዝጸሓፍካለይ ብጣዕሚ እየ ዘድንቐካ። ብጣዕሚ ከኣ የቀንየለይ ማዕረ ክንድኡ እንድሕር ተድንቀኒ ኮንካ ብጣዕሚ የቀንየለይ ሚሊ ሓወይ በዚ በዚ ኣጋጣሚ ሚሊ ማዓሾ ናይ ሞሲባ ደራሲ እዩ ወይ ድማ ኩፒድ እንተሪኢኹማ ናይ ኩፒድን ሞሲባን ደራሲ እዩ ኣነ እውን ብጣዕሚ እየ ዝንቀካ ሚሊ ሓወይ በዚ ኣጋጣሚ ማለት እዩ ክገልጸልካ ብጣዕሚ እየ ዝንቀካ ኣብ ስራሕኻ ኣብ ኩሉ ከኣ ዕድመን ጥዕናን ዓወት ይምነየልካ ማለት እዩ ናብ ሕቶይ ክምለስ ናይ መወዳእታ ራኢኺ ወይ ዕላማኺ እንታይ እዩ ኣብ ስነጥበብ? ከም መደብ ብዙሕ ራኢ ኣለኒ ወይ ብዙሕ ዕላማ ኣለኒ። ኣብዚ ዘለኽዎ ባይታ ኮይነ ከምዚ ክብል ግን ኣይደፍርን እየ። ምኽንያቱ ኣነ ጥራሕ ደይኮንኩስ ዝበዝሓና ሰብ ነቲ ዘሎ ባይታ ስለ ንጥምት ማለት እዩ። ናይ ጽባሕ ኣብ ጽባሕ ግን ካልእ ክኸውን እየ ማለት ከምኡ እዩ ዝብል እምነት እዩ ዘለኒ ኣነ። በዚ ኣብዚ ዘለኹ ደረጃ ደይኮነስ ጽባሕ ካልእ ወደብ ኮይነ ኣብቲ ዘለኒ ራእይ ወይ ኣብቲ ዝሓስቦ ዕላማይ ክበጽሕ'የ ዝደሊ። ኣምላኽ ከኣ ይሓግዘኒ እምበር ብርግጽ ራእን ዕላማን ኣለኒ። ሚሊ ሓወይ ሕቶኻ መሊሰ ክኸውን ከኣ ተስፋ እገብር። ወደበይ ሽኮር ኣብ ሂወትኪ ምሉእ ጥዕና ይምነየልኪ ኣብ ስድራኺ ኣብሊጽኪ ትፈትውዮ መንዩ ብኸመይከ? እዋይ ንስድራይ ኩሎም እየ ዝፈትዎም ብዘይ መጠን ንኩሎም እየ ዝፈትዎም ንሕዋተይ ስፔሻሊ ንኩሎም በቃ እንሻሎ ካብቲ ናብቲ ነንሕድሕዶም ከምዚ ኢለ ክፈሊ ወላስ ኣይክእልኒ ግድነት እንተልኩም ንግን ኣቦይና ደይ ናቱ ደማ መጀመርያ ኤንወይ ድሓን እንታይ ዝበሃል ክገብር ንሕዋተይ ብጣዕሚ ዋላ ንስድራይ ብጣዕሚ እየ ዝፈትዎም ብፍሉይ እንተልኩም ንግን እታ ሕቶ ንኸምልሰልኩም ግን ኣደይ ንማማ ብጣዕሚ እየ ዝፈትዋ ብኸመይ ተልኩም ንኸኣ ትርኩም ናይ ኣደ ምስ ወለድኪ ፈሊጥ እዮ ማዕረ ክንደይ ዋጋ ከፊላ ከም ዝዐበየትኒ ሕጂ እዩ ተረዲእኒ ብጣዕሚ እየ ከኣ ዝፈትዋ። Anyway ይቕሬታ ሶሪ ከምዚ ናይ ናፍቖት ገይረዮ መስለኒ ከምዚ ኣብ ስምዒት ኣትየ ከምዚ ክብለኩም ዝጸናሕኩ እዩ ሞር ትርጉም ናይ ወለድሲ ከምዚ ምስ ወለድካ ይርደእካ ማዕረ ክንደይ ዋጋ ከፊሎም ከም ዘዕበዩኻ ማለት እዩ።
ኣጎር ኦርጋኒክ ከርሊንግ ካስተርድ ኣጎር ኦርጋኒክ ከርሊንግ ካስተርድ ካብ ናይ ተፈጥሮ ዘይቲ ኣዝርእትን ኣትክልትን ይስራሕ። ንዝደረቐ፣ ዝተሰባበረን ጸጉርና ናብ ንቡር ይመልስ። ከምኡ'ውን ጸጉርና ፍሪዝ ክንገብሮ ምስ እንደሊ፣ ብቐሊሉ ክንገብሮ ንኽእል። ኣጎር ኦርጋኒክ ከርሊንግ ካስተርድ ምስ እንጥቀም ፀጉርና ጠሊ ዘለዎ ኮይኑ ሻይኒ ወይ ድማ ኣንፀባራቕ ዝኾነ ግሩም ምስሊ ክህልዎ ይገብር። ዕድመን ፀወታን ብዘይ ኣፈላላይ ንኹሉ የገልግል። ፍርያት ኣጎር ኩሉ ኣብ ዓዲ እንግሊዝ ይስራሕ። ኣብ ድኳንኩም ክሸጡን ከተከፋፍሉን ምስ እትደልዩ በዚ ተጠቒሱ ዘሎ ዌብሳይትናን ቴሌፎንናን ክትረኽቡና ትኽእሉ። ከምኡ ውን ኣብ ኩሉ ናይ ሓበሻን ኣፍሮን ድኳናት ክትረኽብዎ ትኽእሉ ኢኹም። ወደብ ጽብቕቲ ልብኻ ዘሙልቕ ፍሽኽታ ኣለኪ እሞ ደጋጊምኪ ፍሽኽ በሊ ይብለኒ ኣሎ Thank you ሕጂ ግን ከምዚ ዝድለ ፍሽኽ ከይብለልካ እዛ ስነይ ተኣሲራ እያ ዘላ እንታይ ክገብር ሕራይ እምበኣር ወደብ መወዳእታ ካባኺ እንታይ ኢና ክንጽበ ይብለኒ ኣሎ ማለት ከምዚ ዝበልኩም ኣብ ስነ ጥበብ ወይ ድማ ኣብቲ ናይ ድራማ ወይ ኣብቲ ናይ ፊልም ባይታ ጌና ጀማሪት እየ ዘለኹ ማለት ታተ እየ ዝብል ዘለኹ ናትኩም ሞራልን ናትኩም ደገፍን ከዓኒ ሞር ክዓብን እንታይ ዝበሃልን ክገብረን እዩ ናይ ግድን ማለት ኣብዚ ኩሉ ዝረኣኹስ ምሽ እንድዒ በቃ እንቋዕ ናተይ ኮንኩም እንቋዕ ከኣ ናትኩም ኮንኩም እሺ ብጣዕሚ እየ ተቢለ ከምዚ እቲ ሞራልኩም ትገለስ ሞር ሓላፍነት ከም ዝስከም ጌርኒ ወይ ሞር ናብ ህዝቢ ካልእ ስራሕ ሒዘ ከም ዝመጽእ ጌርኒ ኤንወይ ግን ናብ ሕቶይ ክመጽእ ሓድሽ ዝሰርሖ ዘለኹ ፊልም ኣሎ ተኸታታሊ ፊልም ኣሎ ክልተ ስራሓት ኣለዋ ማለት እዩ ዘይተዘርግሓ እቲ ሓንቲ ኣብ ዝቐረባ ግዜ ክዝርግሓ እቲ ሓንቲ ከ ኦልረዲ ትጅመር ኣላ ክሳብ ሕጂ ነዚ እየ ዘለኹ ምስ ሞሲባ ማለት እዩ እዋእ ክብሮም ተስፋይ ድበሃል ከምዚኣ ኢሉ ላይክ ሰዲድለይ በቃ ላይክ ይበካ ኣለኹ ንዓኻ ከዓ ካብ ሃገርና ትፈትውያ ወይ ትናፍቕዮ ቦታ ኣብለኒ ኣሎ ባይዘወይ ናይ ሃገርና ኩሉ እዩ ዝናፈቕ ኣነ ስፔሻሊ ናብ ኣዲስ ኣበባ ምስ መጻኹ ቀልጢፈ እየ ናፊቐያ ነስመራ ብጣዕሚ እየ ናፊቐያ ከምዚ ምሻሎ ሓፈሻዊ ክዛረብ ተኮይነ ኩሉ እየ ዝናፍቆ ናይ ኤርትራ ነገር ግን ትፈትውያ ወይ ከዓ ትናፍቅያ ቦታ ተልኩምኒ ግን ባፅዕ ባፅዕ ብፍሉይ እየ ደስ ተመቕራ ብፍሉይ እየ ከኣ ዝናፍቓ ብዘይ ቀልዓለም ማለት እዩ። ወደብ ሽኮር ሓይሊ ማሕታ ከለኺ እየ ዝፈልጠኪ ሕጂ ኣብ ከምዚ በጺሕኺ ክርእየኪ ብጣዕሚ እየ ተሓጒሰ ቀጽልዮ ይብለኪ ብጣዕሚ የቐንየለይ ጓል ሓይለይ ማዓረይ። ዋው ወደበይ ናይ ብሓቂ ኬፍ ኣለኪ የቀንየለይ ኣዘራርባኺ ብፍላይ ኣብታ ፊልም ብፍላይ ኣብታ ሞሲባ ትብል ፊልም ተላቢስክዮ ዘለኺ ይብለኒ ኣሎ ብጣዕሚ ይቀንየለይ ሕቶ ኣላትኒ ግድን መልስለይ ኦኬ ዓርኪ ኣለኪ ዶ ወይስ በዓልቲ ሓዳር ኢኺ ሓቂ ተዛረቢ ይብለኒ ኣሎ ኣጆኻ ይሕስወካን እየ በዓልቲ ሓዳር እየ ዌልካም ወደበይ ካብ ኣብ ኢትዮጵያ ዘለው ደራሲ ዳይሬክተር ተዋሳኣይ ተድንቕዮ መን እዩ ካብ ኣብ ኢትዮጵያ ዘለው ዳርጋ ኩሎም የድንቖም እየ ኩሎም ንፋዓት እዮም ኩሎም ነናቶም ብልጫ ዘለዎም እዩ ግን ካብቶም ምስኦም ዝሰራሕኽዋ እንተኮይኑ ከዓ ኣነ ብፍሉይ ዘድንቖ ማለት እዩ ሚሊዮን ማዓሾ እዩ ናይ ሞሲባ ናይ ኩፒድ ድራሳይ ብጣዕሚ እየ ዘንቆ ኩሉ ነገሩ ማለት እዩ ስርሑ ዲሲፕሊኑ ገለ ብጣዕሚ እየ ዘንቆ ዳይሬክተር እውን ከም ዳይሬክተር እውን ብጣዕሚ እየ ዘንቆ ኣብ ስርሑ ኣብ ናቱ ስራሕ ይኹን ወላ ኣብ ዝተፈላለየ ክሊፓት እቲ ደምፆ ሓሳብ ብጣዕሚ እየ ዘንቆ ማለት እዩ ንእሽተይ እዩ ግን ከም ዕድሚኡ ዘይኮነ ሰብ ማለት እዩ ተድንቅዮ ተዋሳኣይ ትብል ደላ ከኣ ኩሎም ተዋሳእቲ ብጣዕሚ እየ ዘድንቆም ብጣዕሚ እየ ዝፈትዎም ብጣዕሚ እየ ዘድንቆም እዚ ክብል ወላ እየ ድሽገር ማለት እዩ ኩሎም ነናቶም ክስተይ ኣለዎም ብጣዕሚ ንፍዕቲ ተዋሳኣይት ኢኺ መዓስ ጀሚርክዮ ስነ ጥበብ ኤንድ ስድራኺ ከ ይቅበልዎ ዶ ስነ ጥበብ ክትምልስለይ ይብለኒ ኣሎ ንፍዕቲ ዝበልካኒ ብጣዕሚ የቐኔለይ። ስነ ጥበብ ኣብ ኤርትራ እየ ጀሚረ እን ስድራኺ ከኣ ይድግፍኺ ዶ ንዝበልካኒ ከኣ እወ ደሓን እዮም ማለት ከምቲ ኣብ መጀመርታ እኮ ሓቂ ትሓይሽ ከምዚ ኣነ ማለት ተምሃሪት ከለኹ ኣብ ናይ ትምህርቲ ዝዳሎ ኣብ ናይ ዕስራ ሰነ ድዩ ዕስራን ኣርባዕተን ግንቦት መዕጸዊ ክዳሎ ከሎ ፕሮግራማት ብጣዕሚ እዩ ደስ ዝብለኒ ይሳተፉን ኔረ እየ ኣብኡ ግን ብዙሕ ኣይድግፉንን እዮም ኔሮም ኣብቲ ሽዕ ግዜ ተማሃሪት ስለ ዝነበርኩ ማለት እዩ ስድራይ ድበዝሑ ስድራይ ከኣ ከምዚ ስነ ጥበብ እንተኣቲኻስ ከምዚ ናይ ትምህርቲ ዘለካ ድህቦ ዝጎድል ወይ ካልእ ዓይነት ኣረኣያ ወይ ካልእ ዓይነት መንገዲ ትሕዝ እዩ ዝመስሎም ከምኡ ግን ኣይኮነን ኣብቲ ሽዑ ግዜ ግን ከምኡ ስለ ዝብሉኒ ዝነበሩ ከምቲ ዝድለ ክሰርሕ ኣይክእልን እየ ነይረ ወላ ኣብቲ ናይ ትምህርቲ ፋይናል ንገብረሉ ማለት እዩ ሕጂ ግን ደሓን እዮም ይቕበልዎ እዮም ይፈትዎ እዮም ከኣ። ኣነ እኮ ሕቶይ ወዲኤ ኣለኹ መስለኒ በዚ ግን ኣላይ ናይዚ መደብ ሕቶ ኣለኒ ይብለኒ ኣሎ እሞ ክሰምዖ።
ኦኬ ኣርቲስት ወደብ ሕቶ እኳ ዘይኮነ በዚ ኣጋጣሚ እዚ ክተመሓላልፍዮ ትደሊ መልእኽቲ እንተሃልዩ ምሉእ ዕድል ክበኪ።
ኦኬ እሺ ሰብሓይ ኣነ ከም ወደብ ከመሓላልፎ ዝደሊ በዚ ኣጋጣሚ ማለት እዩ ኣምላኽ ካብዚ ኩሉ ዘሎ ምሻሎ ውግእን ወረ ውግእን ካብዚ ዘሎ ሕማም ምሻሎ ኣምላኽ በቃ ምሕረቱ የውርደልና ኤንድ ኣብ ዝተፈላለየ ቦታ ዘለና ካብ ስድራና ካብ ማሙቕ ገዛና ብስደት ብዝተፈላለየ ቦታ ምኽንያት ተፈሊና ደለና ድማ ኣምላኽ ዘጣራንፍን ዘተሓቋቑፍን ግዜ የምጸልና ክብል ይደሊ በዚ ጋጣሚ ውን ሰሰን ኢንተርተይመንት ናይ ለሚ ዕድምቲ ጋሽኦም ብምግባር ብምዕዳሞም ብጣዕሚ ካብ ልቢ ከመስግኖም ይደሊ ካባና ዝድለ ላይክ ሸር ኮመንት ሳብስክራይብ እዩሞ ብኸም ነተባባዕዮም ክብለኩም እደሊ ብጣዕሚ የቐንየለይ ስለቲ ሞራልኩም ስለቲ ሰናይ ዝኾነ ደገፍኩም ብጣዕሚ በቃ የቐንየለይ ከምዚ ምሽ ንዓይሲ ገለ ነገር ኢኹም እንታይ ዝበሃል ጌርኩምለይ ብጣዕሚ የመስግነኩም ማለት እዩ